ሰላም ኩቡራት ተኻታተልቲ ንሕጂ ኣብ ዝተዳለወ ዜናታት ኣብ ትግራይ ኣጋጢሙ ዘሎ ከቢድ ስእነት መግቢ ዝምልከት ዝወጸ ሓበሬታ ኤርትራ ምስ ውድብ ሕቡራት ሃገራት ስምምዕ ምፍራማ ኣሜርካ ንኲናት ዓፋር ኣመልኪታ ዘውጽኣቶ መግለጺ ኦቻ ብዛዕባ ዝካየድ ዘሎ ኲናት ዝሃቦ ሓበሬታ ኣብይ ናብ ኢማራት ጌርዎ ዘሎ ምብጻሕን መራሕቲ ኣሜርካን ዩክሬንን ዝገበርዎ ርክብን ካልእን ዝድህስስ ክኸውን እዩ ኣብዛ ቻነል ድማ ናይ ወትሩ ተኻታተልቲ ንምዃን ሳብስክራይብ ክትገብሩ ብኽብሪ ይዕድመኩም። ኣብቲ ኣብ ክልል ትግራይ ዝዓበየን ኣብ ከተማ መቐለ ዝርከብን ሆስፒታል ዓይደር ዝሰርሑ ሓካይምን ተሓጋገዝቲ ሓካይምን ዝበልዕዎ ምግቢ ንምርካብ ክልምኑ ከምዝጀመሩ ሓደ ካብኦም ንማዕከን ዜና ቢቢሲ ሓቢሩ። እቶም ሓካይም ንሸሞንተ ኣዋርሕ ደሞዞም ከምዘይተኸፍሉ ብምጽንሖም ንስድራቤቶም ንምድጋፍ ካልእ ኣማራጺታት ከናድዩ ከምዝተገደዱ እቲ ሓኪም ሓቢሩ። ውድብ ሕቡራት ሃገራት ኣብ ዘውጽኦ ሓድሽ ጸብጻብ፣ ቁጽሪ ናይቶም ከቢድ ጥሜት ዘጋጠሞም ሰባት ይውስኽ ከም ዘሎ፣ ክልተ ነጥቢ ክልተ ሚልዮን ሰባት ከኣ ብስንኪ ሕሉፍ ጥሜት ይሳቐዩ ከም ዘለዉ ሓቢሩ እዩ ዝርከብ። ብመሰረት ፕሮግራም መግቢ ዓለም ዘካየዶ ዳህሳስ፣ ኣብቲ ክልል ፍርቂ ነፍሰጾራትን ዘጥብዋ ኣዴታትን እኹል መግቢ ብዘይምርካበን ይሳቐያ ከም ዘለዋ ኣረጋጊጹ ኣሎ። በቲ ኣብ ፈለማ ወርሒ ሕዳር ክልተ ሽሕን ዕስራን ዝተወልዐን ዝቕጽል ዘሎ ኲናትን ኣብ ክልላት ትግራይ፣ ዓፋርን ኣምሓራን፣

ሰባት ዘለዎም ገንዘብ ከይተረፈ ክጥቀሙሉ ኣብ ዘይክእሉሉ ኩነታት ወዲቖም ከም ዘለዉ እዮም ትካላት ውድብ ሕቡራት ሃገራት ዝገልጹ ዘለዉ። ሓካይምን ነርሳት እውን ኣካል ናይቲ ኣጋጢሙ ዘሎ ሰብኣዊ ቅልውላው ክኾኑ እንከለዉ፣ ሓደ ሽሙ ክጥቀስ ዘይደለየ ኣብ ሆስፒታል ዓይደር ዝሰርሕ ሓኪም ካብ መቐለ ኣብ ዝሃቦ ሓበሬታ፣ መሳርሕቱ ዝኾኑ ሓካይምን ነርሳትን፣ ናይ መግቢ ሓገዝ ንምርካብ ተሰሪዖም ምርኣይ ኣብዚ ዝሓለፈ ሸውዓተ ኣዋርሕ ልሙድ ኮይኑ ኣሎ ኢሉ። ኣብ ኣስመራ ኤርትራ ዑደት ዘካይድ ዘሎ ላዕለዎት ዞባውያን ሓለፍቲ ውድብ ሕቡራት ሃገራት ዝሓቖፈ ጉጅለ ልኡኽ ኣብ ኣስመራ ምስ ዝተፈላለዩ ናይ ኤርትራ ሰበስልጣን ተራኺቡ ከም ዝዘተየ ተሓቢሩ። ኣብቲ መንገዲ ሚኒስትሪ ዜና ኤርትራ ወጺኡ ዘሎ ሓበሬታ ከኣ እቲ ልኡኽ ትማሊ ምስ ሚኒስተር ወጻኢ ጉዳያት ኤርትራ ዖስማን ሳልሕ ተራኺቡ ክዝቲ እንከሎ ኣብ ካልእ ኣኼባ ድማ ምስ ሓላፊ ፖለቲካዊ ጉዳያት ህግደፍ ሓጎስ ገብርሂወት ተራኺቡ ከም ዝተዘራረበ ተገሊጹ'ዩ ዘሎ። ኣብቲ ናይዞም ናይ ውድብ ሕቡራት ሃገራት ልኡኻት ንሓሙሽተ መዓልቲ ዝጸንሕ ዑደት ከኣ ምስ ካልኦት ሚኒስተራት'ውን ከምዝዘተዩ ክግለጽ እንከሎ፣ ኣብቲ ምስ ሚኒስተር ወጻኢ ጉዳያት ኤርትራ ዑስማን ሳልሕ ዝገበርዎ ርክብ፣ ዑስማን ሳልሕ ውድብ ሕቡራት ሃገራት ምስ መትከላቱ ብዘይሳነ መልክዕ ንኣብ ምምዕባል ዝርከባ ሃገራት ኣየገልግልን ኣሎ፣ ለውጢ ከኣ ኣድላዪ'ዩ ብምባል ተዛሪቡ። በቲ እዞም ዞባውያን ሓለፍቲ ናብ ኤርትራ ገይሮሞ ዘለዉ ምብጻሕ ከኣ፣ ውድብ ሕቡራት ሃገራት ምስ ኤርትራ ናይ ሓሙሽተ ዓመት ናይ ምትሕብባር ስምምዕ ተፈራሪሙ ምህላዉ ተገሊጹ። ሚኒስትሪ ጉዳያት ወፃኢ ኣሜሪካ ኣብ ሰሜን ኢትዮጵያ ንክልላት ዓፋርን ትግራይን ኣብ ዘዳውብ ከባቢታት ሓድሽ ኲናት ምውልዑ ከም ዘሻቐሎ ገሊጹ። ኣፈኛ ጉዳያት ወፃኢ ኣሜሪካ ኔድ ፕራይስ ንጋዜጠኛታት ኣብ ዝሃቦ መግለጺ፣ ኣብ ክልል ዓፋር ኲናት ከም ብሓድሽ ምጅማሩ ኣዝዩ ዘተሓሳስብ እዩ ኢሉ። ቅድሚ ሒደት መዓልታት ሓይልታት ትግራይ ምስ ትግራይ ንዝዳወቡ ሰለስተ ወረዳታት ዓፋር ምቁፅፃሮም ሓላፊ ቤት ፅሕፈት ኮሙኒኬሽን መንግስቲ ክልል ዓፋር ተዛሪቡ ምንባሩ ይዝከር። ሓይልታት ትግራይ ብወገኖም ካብ ሓይልታት ዓፋር ክመፆም ንዝፀንሐ መጥቃዕቲ ክከላኸሉ ምፅንሖም ብምግላፅ ሰኑይ ዕስራን ኣርባዕተን ጥሪ ተሪር ወተሃደራዊ ስጉምቲ ምውሳዶም ገሊፆም ነይሮም እዮም። ሕጂ ከኣ መንግስቲ ኣሜርካ ግጭት ደው ክብልን ብኹሎም ወገናት ተፈጺሞም ዝበሃሉ ግህሰት ሰብኣዊ መሰላት ሻራ ብዘይብሎም ወገናት መርመራ ክካየደሎም ጻውዒት ክገብር ምጽንሑ ኔድ ፕራይስ ገሊጹ'ሎ። ቅድሚ ሒደት መዓልታት ፍሉይ ልኡኽ ኣሜርካ ኣምባሳደር ዴቪድ ሳተርፊልድ ምስ ቀዳማይ ሚኒስተር ኣብይ ኣሕመድ ካልኦት ሰበስልጣን መንግስትን ውጽኢታዊ ዘተ ምክያዱ እውን እዚ ኣፈኛ ጉዳያት ወጻኢ ኣሜርካ ዝኾነ ኔድ ፕራይስ ሓቢሩ'ሎ። እቲ ኣፈኛ ወሲኹ፣ እቲ ኲናት ንኢትዮጵያ ጥራይ ዘይኮነ ንጸጥታ ቀርኒ ኣፍሪቃ ስግኣት ምዃኑ ብምጥቃስ፣ ኣብቲ እቲ ግጭት ዘለዎ ከባቢ ዝርከቡ ሰባት ሰብኣዊ ረድኤት ዝረኽብሉ መንገዲ ክጣጣሕን እቲ ግጭት ብዘተ መዕለቢ ክግበረሉን ድልየት መንግስቲ ኣሜሪካ ምዃኑ ተዛሪቡ'ሎ። እዚ ከምዚ ኢሉ እንከሎ ድማ ትካል ምውህሃድ ሰብኣዊ ሓገዛት ውድብ ሕቡራት ሃገራት ወይ ኦቻ ኣብቲ ምስ ትግራይ ዘዳውብ ከባቢታት ዓፋር ዘሎ ተጻብኦታት ብቕልጡፍ ጠጠው ክብል ጻውዒት ኣቕሪቡ። ኦቻ ነቲ ኣብ ዶባት ትግራይ ብሓፈሻ ድማ ኣብ ሰሜን ኢትዮጵያ ዘሎ ኩነታት ኣመልኪቱ ዘርጊሕዎ ኣብ ዘሎ ሓበሬታ፣ ኣብ ሰሜን ኢትዮጵያ ኣብ ምዕራብ ትግራይ ንኣምሓራን ትግራይን ኣብ ዘዳውብ ከባቢታት፣ ንትግራይን ዓፋርን ኣብ ዘዳውብ ከባቢታት፣ ኣብ ውሽጢ ክልል ዓፋር፣ ኣብ ሰሜን ጎንደር፣ ኣብ ዋግ ሕምራ፣ ኣብ ሰሜን ወሎን ናይ ውግእ ሓበሬታ በጺሕዎ ከም ዘሎ ክሕብር እንከሎ፣ ኣብ ደቡባዊ ምዕራብ ከተማ ሸራሮ፣ ኣብ ወልቃይትን ጸገደን ምዕራብ ሑመራን እውን ኲናት ከም ዝቐጸለ ሓቢሩ ኣሎ። ኣብ ክልል ዓፋር ድማ ኣብ መጋለ፣ ኢረቤቲ፣ በርሃለ፣ ዳሎልን ኣብዓላን ኲናት ከም ዝነበረ ሓበሬታ ከም ዘለዎ ገሊጹ። ኦቻ ኣብዚ ጸብጻብ እቲ ዝካየድ ዘሎ ኲናት ንሲቪላውያን ኣብ ከቢድ ሓደጋ ኣውዲቕዎም ከም ዘሎ ብምግላጽ ብቕልጡፍ ምቁራጽ ተጻብኦታት ክህሉ'ዩ ጻውዒት ኣቕሪቡ ዘሎ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ ናይ ስራሕ ምብጻሕ ንምክያድ ናብ ሕቡራት ኢማራት ዓረብ ኣትዩ ምህላዉ ተገሊጹ። ኣብቲ ብመንገዲ ናይቲ ቀዳማይ ሚኒስተር ሕሳባት ማሕበራዊ ገጻት ከምኡ ድማ ቤት ጽሕፈቱ ተዘርጊሑ ዘሎ ሓበሬታ፣ እቲ ቀዳማይ ሚኒስተርን መሳንይቱ ዝኾኑ ሰበ ስልጣን ኢትዮጵያን ናብ ርእሰ ከተማ ኢማራት ኣቡዳቢ ኣትዮም ምህላዎም ተሓቢሩ። ኣብቲ ቀዳማይ ሚኒስተር ኣብይ ኣሕመድ ናብ ኣቡዳቢ ዝኣተወሉ ብወራሲ ዓራት ሕቡራት ኢማራት ዓረብ ሞሓመድ ቢን ዛይድ ስነስርዓት ምቕባል ከምዝተገብረሉ ክሕበር እንከሎ፣ ኣብይ ኣሕመድ ከኣ ምስ ናይ ኢማራት መራሒ ኣብ ክልተኣዊ ኣገዳሲ ጉዳያት ክዛተ ምዃኑ ሓቢሩ'ሎ። ከምዝፍለጥ ሕቡራት ኢማራት ዓረብ ኣብ ትግራይ ኲናት ካብ ዝጅምር ንምምሕዳር ኣብይ ኣሕመድ ደገፍ ናይ ኣጽዋር ዝገበረት ኮይና፣ ኣብቲ ቀዳማይ ገጽ ናይቲ ኲናት ከምኡ ድማ ኣብቲ ዳሕረዋይ እዋን ዊንግ ሎንግ ዝዓይነተን ስርሓት ቻይና ዝኾና ድሮናት ንኢትዮጵያ ከምዘዕጠቐት እዩ ክስታት ክቐርብ ዝጸንሐ። እዚ ይኹን እምበር መንግስቲ ሕቡራት ኢማራት ዓረብ ክሳብ ሕጂ ብዛዕባ እቲ ዝገበሮ ናይ ኣጽዋር ሓገዝ ብዕሊ ዝኾነ ሓበሬታ ካብ ምሃብ እዩ ተቖጢቡ ዝርከብ። ቀዳማይ ሚኒስተር ኣብይ ኣሕመድ ነዚ ሕጂ ገይርዎ ዘሎ ምብጻሕ ኣመልኪቱ ነቲ ብወራስ ዓራት መሓመድ ቢን ዛይድ ዝተገብረሉ ምቕባል ድሕሪ ምምስጋን ኣብ ክልተኣዊ፣ ዞባውን ጉዳያት ከምኡ'ውን ርክባቶም ከሕይልሉ ዝኽእሉ መንገድታት ኣመልኪቶም ከምዘተዩ ገሊጹ'ሎ። ሩስያ ኣብ ዝመጽእ ዘሎ ወርሒ ኣብ ልዕሊ ዩክረይን ወራር ክትፍጽም እትኽእለሉ ንጹር ተኽእሎ ከም ዘሎ ፕሬዝደንት ኣሜሪካ ጆ ባይደን ኣጠንቂቑ። መንግስቲ ሩስያ ብወገኑ ኣሜሪካ ንጠለባት ሃገሩ ምንጻጋ ስዒቡ እቲ ኩነታት ብሰላም ክፍታሕ ዝኽእለሉ ዕድል ከም ዝጸበበ ገሊጹ'ሎ። ኣብዚ ቅነ ብዓሰርተታት ኣሽሓት ዝቑጸሩ ወተሃደራት ሩስያ ናብ ዶባት ዩክረይን ይጽግዑ ብምህላዎም ወራር ክትፍጽም ከም እትኽእል ብምግማት ወጥሪ ዓሲሉ እዩ ዘሎ። ሩስያ ግን ነቲ መጥቃዕቲ ክትፍጽም ትውጥን ምህላዋ ዝኸስስ ሓበሬታታት ክሳብ ሕጂ ትነጽጎ እያ ዘላ። ፕረዚደንት ጆ ባይደን ትማሊ ሓሙስ ምስ ፕረዚደንት ዩክሬን ቮሎድሚር ዘለንስኪ ብቴሌፎን ኣብ ዝገበሮ ዝርርብ እቲ ወራር ኣብ ዝመጽእ ዘሎ ወርሒ ክፍጸም ከም ዝኽእል ኣጠንቂቑ ኣሎ። ፕረዚደንት ባይደን ሩስያ ኣብ ወርሒ ለካቲት ኣብ ልዕሊ ዩክሬን ወራር እትፍጽመሉ ንጹር ተኽእሎ ከም ዘሎ ምዝራቡ ወሃቢ ቃል ቤት ምኽሪ ሃገራዊ ድሕነት ቤተ መንግስቲ ኣሜሪካ ኤሚሊ ሆርኔውን ገሊጻ ኣላ። ንሳ መግለጺኣ፣ ፕሬዚደንት ኣሜሪካ ጆ ባይደን ነዚ ብወግዒ እዩ ተዛሪብዎ ዘሎ። ንኣዋርሕ እውን ብዛዕባ እዚ ጉዳይ መጠንቀቕታ ክንህብ ጸኒሕና ኢና ድማ ኢላ ኣላ። ጆ ባይደን ምስቲ ፕሬዚደንት ናይ ዩክሬን ኣብ ዝገበሮ ዝርርብ፣ ሩስያ ንዩክሬን ክትወራ እንተኾይና ኣሜሪካ ምስ መሻርኽታን ፈተውታን ብምዃን ብዘየማትእ ግብረ መልሲ ንምሃብ ድልውቲ ከምዝኾነት ኣረጋጊጹ ክብል ካብ ቤተ መንግስቲ ኣሜሪካ ዝወጸ መግለጺ ሓቢሩ ኣሎ። ፕረዚደንት ዩክሬን ዘለንስኪ ብወገኑ ብዛዕባ'ቲ ምስ ባይደን ዝገበሮ ዝርርብ ኣመልኪቱ ኣብ ዝሃቦ መብርሂ፣ ኣብዚ ቀረባ እዋን ንዘሎ ኵነታት ንምህዳእ ዝግበር ዲፕሎማስያዊ ጻዕርታት ብዝምልከት ዘቲና ኣለና፣ ኣብ መጻኢ ሓበራዊ ስጕምታት ንምውሳድ'ውን ተሰማሚዕና ኣለና ኢሉ ኣሎ። ንሕጂ ዝተዳለወ ዜናታት እዚ እዩ ነይሩ፣ ብካልእ ክሳብ ንራኸብ!